ሰላም ናይዛ ዩቲዩብ ናተይ ተጠቀምቲ ከመይ ኣለኹም ፊልሞን ይበሃል ሎምዓንቲ ሓንቲ ናይ ትምህርቲ ቪድዮ ሰሪሐ መፅየ ኣለኹ ብተሌፎን ይኹን ብፒሲ ላፕቶፕ ጎግል ኣብ ንጥቀመሉ ግዜ ግዴታ ከነስተኻኽሎም ዝግበኣና ነገር ከርእየኩም ክፍትን እየ እንተዘይስተኻኺልናዮም ወይ ቀይርናዮም ከ እንታይ ዓይነት ጸገማት የጋጥሙና ከኣ እሱ ከኣ ክዝርዝሮ ክነግረኩም እየ። ቀዳማይ ጎጎል ሰርች ዝገበርናዮ ኩሉ ክፈልጥዎ ይኽእሉ እዮም። ኩሉ ሰርች ዝገበርናዮ ኣብ ጎጎል ምስጢራዊ ክኸውን ይኽእል ወይ ከኣ በቲ ናትካ ኢንፎርሜሽን ተሓጊሶም ሃከርስ ነዚ ተጠቂሞም ሃክ ክገብሩና ወይ ከኣ ክሰርቁና ይኽእሉ እዮም። ስለዚ መጀመርያ ናብ ኢመይል ናትና ኣካውንት ንኣቱ ናብ ኢመይል ናትና ኣካውንት ምስ ኣተና ማነጅ ዮር ጎጎል ኣካውንት ዝብል ዘሎ ናብኣ ክሊክ ንገብር ንጥውቕ ማለት እዩ እሳ ክሊክ ምስ ገበርናያ ናብ ብጸጋምና ዘሎ ኣብ ስክሪን ድሕሪና ዳታ ኤንድ ፕራይቬሲ ዝብል ኣሎ ኣብኣ ክሊክ ንገብር ከምዚ ዝመስል ኣብዚ ስክሪን ኣብዚ ዊንዶ ክመፀና ማለት እዩ ዳታ ኤንድ ፕራይቨሲ ሾ ንታሕቲ ምስ ወረድና ስክሩ ምስ ገበርና ቢው ማይ ኣክቲቪቲ ዝብል ኣሎ ቢው ዮር ዩቲዩብ ሂስትሪ ዝብል ኣሎ ቢው ማፕስ ታይም ዝብል ኣሎ ስለዚ ናበይና ንፅወ ክሊክ ንገብር ናብዛ ቢው ማይ ኣክቲቪቲ ማለት እዩ ኣብዚ ክሊክ ምስ ገበርና ዌብ ኤንድ ኣፕ ኣክቲቪቲ ዝብል ኣሎ ኣብኣ ክሊክ ንገብር ማለት እዩ ስለዚ ኦን እያ ዘላ ኣብ ኩሉ ኣክቲቪቲ ናትና ኣብዚ ኮንትሮል ክንገብሮ ንኽእል ኢና ማለት እዩ ስለዚ ኩሉ ኦን እያ ዘላ ሓቀይ ስለዚ ኣብዛ ተርን ኦፍ ዝብል ዘላ ክሊክ ምስ ገበርና ክልተ ኦፕሽን ኣሎ ክልተ ኣማራጺ ኣሎ ሓደ ተርን ኦፍ ዝብል ኣሎ ካልኣይ ከኣ ተርን ኦፍ ኤንድ ደሊት ኣክቲቪቲ ዝብል ኣሎ ስለዚ ናብዛ ተርን ኦፍ ኤንድ ደሊት ኣክቲቪቲ እዛ ተርን ኦፍ ድሕር ኮይና ንዋላ እንተ ናይቲ ዝሓለፈ ደሊት ክትገብረና ኣይትኽእልን እያ ንብድሕሪ ሕጂ ዘሎ ጥራሕ ማለት እዩ ኣብዛ ተርን ኦፍ ኤንድ ደሊት ኣክቲቪቲ ድሕር ኮይኑ ግን ናይ ቅድሚ ዝነበረ ኩሉ ኣክቲቪቲ ዝገበርናያ ደሊት ድሕር ጌርናያ ክሪእዋ ኣይክእሉን እዮም ስለዚ ናብኣ ክሊክ ንገብራ ክሊክ ዝገበርናያ ሽዑ ስክሩል ጌርና ንኩሉ ንወርድ ማለት እዩ ምስ ወረድና ኔክስት ንብላ ማለት እዩ ኦኬ ሕጂ ኔክስት ምስ በልናያ ኩሉ ኣብዚ ዲስካቨር ዝብል ኣሎ ዩቲዩብ ኣሎ ሕጂ ንመርጽ ማለት እዩ ኦኬ ንኣብነት ሕጂ ዲስካቨር ዝብል ኣሎ ብዙ ሕጂ ኣይድልየኒ ንዓይ ኦኬ ዩቲዩብ ግን የድልየኒ እዩ ምክንያቱ ዝኾነ ሰርች ዝገበርኩ ክጠፍኣኒ ስለ ዝኽእል ነዚኣ ክሊክ ኣይገብራን እዩ ኦኬ ስለዚ ነዚኣ የጥፍኣ ማለት እዩ ኦኬ ስለዚ ዲስካቨር ዝብል ኣሎ ኩሉ ኣብዚ ዘሎ ኔክስት ንብላ ሽዑ ደሊት ንብሎ ማለት እዩ ደሊት ምስ በልናዮ ጎት ኢት ዝብላና ኣሎ ስለዚ ሲ ዮር ታይም ታይም ለና ኣሎ ሲ ዮር Chrome History Other Activity ስለዚ ኣብዚ ኣቲና ከኣ ኩሉ እቲ ደሊት ዝገበርናዮ ከኣ ክንሪኦ ንክእል ኢና ብጣዕሚ እየ ዘመስግነኩም ጽን ኢልኩም ስለ ዝሰማዕኩምኒ የቀንየለይ።